ናይ ሚድል ኢስት ቅሉውላው ወይ ከዓ ናይ ኢራን ቅሉውላው ኣብ ክልተ ሽሕን ዕስራን ሽዱሽተን ብፈረንጂ ኣቆፃፅራ ዝረእ ዘሎ ቅሉውላው ብፍላይ ከዓ እቲ ዋና መስመር ናይ ሆርሙዝ ብፍላይ ኣብ ኣፍሪካ እንርከብ ህዝብታት ብደንቢ ዝተረደእና ኣይመስልን ከምኡ እውን ንዓና ሓዊሱ እቲ ናይ ሆርሙዝ መስመር ኣብዚ ሕዚ እዋን ብኢራን ሙሉእ ንሙሉእ ተዓፅዩ እዩ ዝርከብ ልዕሊ ክልተ ሚእትን ሰላሳን መርከባት ጠጠው ኢለን እየን ዘለዋ ክሳብ ሕዚ ስለዚ እቲ መስመር ንሱ እንድሕር ተኣ ተዓፅዩ ናይ መላእ ዓለም ህዝቢ ብጥሜት ከም ዝረግፍ ኣየጠራጥርን እዚ ኤግዛጅሬት ኣይኮነን ሕዚ ከመይ እዩ ብጥሜት ክረግፍ ዝኽእል ወይ ከዓ ናብ ጥሜት ክዳረግ ዝኽእል እንተይልና ካብ ሳውዲ ኣረቢያ መዳበርያ ወይ ከዓ ፈርቲላይዘር ብኡ ገይሩ እዩ ዝመፀና ብበዝሒ ስለ ዘምርቱ ስለዚ መዳበርያ ወይ ከዓ ፈርቲላይዘር ጠጠው ኢሉ ማለት ሓደ ተበፃሕነቱ ውሑድ ይኸውን ከምኡ እውን ክባር ይኸውን ወይ ከዓ ዘይክንረክብም ንኽእል ስለዚ ብፍላይ ከም ድኻታት ሃገራት ዝበሉ ከም ኢትዮጵያ ክልልና ትግራይ ሓዊሱ መዳበርያ ኣይረኽብናን ማለት እቲ መዳበርያ ዝለመደ መሬት ድማ ብዘይ መዳበርያ ንዓ እኽሊ ብቆል እንተልካዮ ክበቅሎ ኣይኽእልን፣ ምህርቲ ክህበ ኣይኽእልን፣ ኩሉ ዝፈልጦ እዩ። ስለዚ ሳውዲ ኣረቢያ ብመዳበርያ፣ ብፈርትላይዘር፣ ብዝተፈላለዩ ኬሚካላት እያ ትፍለጥ። ስለዚ እቲ መስመር ንሱ ተተዓፅዩ ንመላእ ዓለም ህዝቢ እዩ ዝሓስዮ ብዙሓት ናይ ኢኮኖሚ ኤክስፐርት ፕሮፌሰራት ዶክተራት ዝበልዎ እየ ናባኹም ዝብሎ ዘለኹ ንኣብነት ከምኒ ፕሮፌሰር ስቲቭ ከን ኣብ ቀረባ እዋን ዝገለጾ ኣብ ውሽጢ እዚ ክልተ ወርሒ ህዝቢ ዓለም ንጥሜት ክቃላዕ ይኽእል እዩ ሓደ ዕልባት ተዘይተገይርሉ ዝብል መግለፂ ሂቡ ነይሩ። ትኽክል እዩ። ስለዚ እቲ መስመር እሱ በቲ መስመር እሱ ብዙሓት ዝተፈላለዩ እዮም ዝሓልፉ። ካብ ሳዑዲ ዓረቢያ ዝተፈላለዩ ኬሚካላት ንሞባይል መስርሒ ግብኣት ዝኾኑ ንጥረ ነገራት ተይቀረዩ እያ ትምርት ሳውዲ ኣረብያ ስለዚ እቲ መስመር እሱ ጠጠው እንተይሉ ብዙሕ ችግር ከስዕብ እዩ ማለት እዩ ብሓፂሩ ኣብ 226 ብፈረንጂ ኣቆፃፅራ ማለት እዩ ሳልሳይ ናይ ዓለም ጦርነት ተጀሚሩ ምባል ይከኣል እዩ ዶናልድ ትራምፕ ምስ ክሎም ዳርጋ ክበሃል ይከኣል እዩ ወይ ከዓ ምስ ፍርቂ ኣውሮፓውያን ናብ ጎንፂ ናብ ዘይምስምዕማዕ ዝኣተወሉ ኩነታት ኢና ንዕዘብ ምክንያቱ እቶም ናይ ኔቶ ኣባላት ወይ ሃገራት ዶናልድ ትራምፕ ናይ ፃውዒት ሓገዝ ምስ ኣቕረበሎም ፍርቆም ናይ ኣውሮፓ ሃገራት ነቲ ፃውዒት ኣይተቐበልዎን። ፍርቆም ናይ ኣውሮፓ ሃገራት ፖለቲካሊ ተቐቢሎሞ እዮም ኣብ ጎኒ ትራምፕ ከምዝስለፉ ግን ፍርቂ ግን ኣይተቐበልዎን ስለዚ እዚ ናይ ሚድል ኢስት ቅሉውላው እዚ ናይ ኢራን ጦርነት ብፍላይ ከዓ ኣሜሪካ ምስ እስራኤል ኮይና ተካይዶ ዘላ ፍርቂ ኣውሮፓውያን ኣይተቐበልዎን ንኣብነት ምጥቃስ ይከኣል እዩ ጀርመን እንታይ እዮም ኢሎም እዚ ውግእ እዚ ናህና ኣይኮነን እዚ ጦርነት እዚ ናህና ኣይኮነን እዮም ኢሎም ብዕሊ ኣብ ሚድያ ወፂኦም እቲ መራሒኦም ናይ ጀርመን እዚ ጦርነት እዚ ንዓና ኣይምልከትን ናህና ጦርነት ኣይኮነን ኢሉ ከምኡ እውን ናይ ፈረንሳይ መራሒ ኣማኒኤል ማክሮን እንታይ ኢሉ ብናይ ዶናልድ ትራምፕ ድርጊት ብጣዕሚ እየ ሓፊረ እዩ ኢሉ ብጣዕሚ እየ ተገሪመ እዩ ኢሉ ምክንያቱ ትራምፕ ብዙሕ ትምክሕቲ ዝመስሉ ዘረባታት እዩ ኣስሚዑ እንታይ ኢሉ ኤማኒኤል ማክሮን ሰበይቱ ምስ ጸፍዐቶ ካብቲ ጽፍዒት ኣይገገመን ዝብል እዩ ተዛሪቡ። ሓደ መራሒ ዝኣክል ከምዚ ዓይነት ምንቁሻሽን ትምክሕቲ ዝተማልኦ ክዛረብ ተሎ ሰላም ዘምጽእ ኣይመስለናን። እዚ ኩሉ ሰብ ዝፈልጦ እዩ። ካሊእ ኤማኒኤል ማክሮን እንታይ ኢሉ እዚ ጦርነት እዚ ንጦርነት ንኽበኣኣስ ኣይንድግፍን እዩ ኢሉ። እዚ ብሰላምን ብዲፕሎማስን ክፍታሕ ዘለዎ ጉዳይ ኢሉ እዩ ኣብ መደርኡ ከም ዘስምዖ ትኽክል እዩ። እዚ ጎንፂ እዚ ንብዙሓት ሃገራት ስለ ዝልክም ብዲፕሎማስን ብሰላማውን እዩ ፍታሕ ክረክብ ዝግብኦ። ካሊእ ስፔን ስፔን እንታይ እያ ኢላ ኣብዚ ጉዳይ እዚ ኢደይ ጣልቃ ኣይኣቱን እያ ኢላ ስፐይን። ዝኾነ ይኹን ዝኾነ ዓይነት ሎጂስቲክ ኣይሕግዝን ከምኡ እውን ናይ ኣየር ክሊ ኣይፈቅድን እያ ሌላ ስፐይን ማለት እዩ ከምኡ እቶም ካልኦት ኩላይ ተመሳሳሊ እዮም መግለፅን ሓሳብን እንዳሃቡ ቀንዮም ምክንያቱ ናብ ካሊእ ወጥሪ ናብ ናይ ሳልሳይ ዓለም ኩናት ስለ ዘእቱ ብስክፍታ እዮም ዝከታተልዎ ዘለዉ ምክንያቱ ዶናልድ ትራምፕ ምስ እስራኤል ኮይኑ ንኢራን ክወቅዕ እንተሎ ንኣውሮፓውያን ኣየማኸረናን እዮም ዝብሉ ኣይተወከሰናን እዩ ዝብሉ ስለዚ ዝኾነ ስምዒት ነገር ኣለዎም ትክክል እዩ ስለዚ እዚ ጦርነት እዚ ወይ ከዓ እዚ ቅልውላው ናይ ሚድል ኢስት ንኣውሮፓ ንኣውሮፓ ንምዕራባውያን እንተይቀረየ እዩ ናብ ናይ ኢኮኖሚ ናብ ናይ ፋይናንሻል ቀውሲ ከእትዎም ዝኽእል ንዓና ጥራይ ኣይኮነን ንዓና ንድኻታት ሃገራት ኣብ ውሽጢ ኣፍሪካ ንርከብ ጥራሕ ኣይኮነን እዚ ቅልውላው እዚ ዝሃስየና ስለዚ ንመላእ ዓለም ጉድኣት እናብፅሐ እዩ ዝርከብ። ጋና ብጋንኡ እኳ ኣውሮፓውያን እቲ ናይ ነዳዲ ወሰኽ ፃርፃር የቢልዎም ዘሎ ንኣብነት ምጥቃስ ይከኣል እዩ። ኣብ ጀርመን ንሓደ ሌይትር ከባቢ ክልተ ዩሮን ፈረቓን ከባቢ እዩ ዝሽየጥ ዘሎ። ስለዚ እዚ ንባዕሉ እቶም ብኢኮኖሚ ዳሕና ዝበሃሉ ሃገራት እንኳን የንፀረፅሩ እዮም ዘለዉ። ስለዚ እዚ ቀልጢፎም ፍታሕ ወይ ዕልባት እንተዘይገይሮምሉ ናይ ዓለም ህዝቢ ብጥሜት ከም ዝረግፍ ወይ ከዓ ከምቲ ናይ ካልኣይ ናይ ዓለም ጦርነት ዝነበረ ዘይነኣኣስ ክጎሃሃር ይኽእል እዩ። እዚ ጦርነት እዚ ናብ መላእ ዓለም ከም ፓንዳሚክ ክላበድ ይኽእል ኢሎም እዮም ፍርሓቶም ሻቕለቶም ዝገልጹ ዘለዉ።